ቀዋሚ ወኪል ኤርትራ ኣብ ውድብ ሕቡራት ሃገራት ኣምባሳደር ግርማ ኣስመሮም፣ ከም ተንቀሳቓሲ ኣምባሳደር ኤርትራ ኣብ ሪፓብሊክ ኩባ፣ ወረቕት ስርሑ ንምክትል ፕረዚደንት ግላዲስ ማርያ ፖርቴላ ኣቕሪቦም። ኣብቲ ብዕለት ዕስራን ሰለስተን ሚያዝያ ዝተኻየደ ስነ-ስርዓት፣ ምክትል ፕረዚደንት ኩባ ሚስስ ፖርቴላ፣ ዝምድና ኩባን ኤርትራን ብጽቡቕ ይስጉም ከምዘሎ ብምጥቃስ፣ ሃገራ ነቲ ምስ ኤርትራ ብቐንዱ ኣብ ጽላታት ጥዕናን ሕርሻን ትገብሮ ዘላ ሽርክነት ክትቅጽሎን ከተስፍሖን ድሌት ከምዘለዋ ገሊጻ። ኣምባሳደር ግርማ ብወገኑ፣ እቲ ኣብ መዳያት ጥዕናን ሕርሻን ዘሎ ሽርክነት ክልቲኤን ሃገራት እወታዊ ውጽኢት ይርከቦ ከምዘሎ፣ ዝያዳ ንምምዕባሉ ድማ ብወገን ኤርትራ ንዘሎ ቅሩብነት ብምርግጋጽ ብስም ህዝብን መንግስትን ኤርትራ ምስጋና ኣቕሪቦም። ምክትል ፕሬዝደንት ኩባ ሚስስ ፖርቴላን ኣምባሳደር ግርማን ብተወሳኺ ብዛዕባ ህልው ኩነታት ዞባ ቀርኒ ኣፍሪቃን ቀይሕ ባሕርን ከምኡ'ውን ዞባ ላቲን ኣሜሪካን ካሪብያንን ዘትዮም። ድሕሪ እቲ ስነ-ስርዓት ምርኻብ ወረቐት ስራሕ፣ ኣምባሳደር ገርባ ኣብ ሓወልቲ ሓርበኛታት ኩባ ኣኽሊል ዕምበባ ከም ዘንበረ እቲ ዝበጽሓና ሓበሬታ ኣመልኪቱ። ብኣላይነት ሃማተ ዞባ ሳዋን ትካላት ላዕለዋይ ትምህርትን ማሕበረሰብ ኮለጃትን፣ ዝተኻየደ ሻድሻይ ፌስቲቫል ትካላት ላዕለዋይ ትምህርቲ ተምሃሮ ባህልን ታሪኽን ሃገሮም ብዝፈልጡሉን ተውህቦኦም ብዘንፀባርቑሉን ኣገባብ ከምእተሰላሰለ ንዝተኻየደ ንጥፈታት ንምግምጋም ብ ዕስራን ሓሙሽተን ሚያዝያ ኣብ ዝተኻየደ ኣኼባ ተገሊፁ። ኣብቲ ኣቦ ወንበር ሃማማተ ኣቶ ሳልሕ ኣሕመዲንን ዲን ኮሌጃትን ዝተረኽቡሉ ገምጋም ፈፃሚ ዳይሬክተር ኮሚሽን ትካላት ላዕለዋይ ትምህርቲ ፕሮፌሰር ታደሰ መሓሪ ኣብ ዘስመዖ ቃል ንኣስታት ኣርባዕተ ኣዋርሕ ብሙሉእ ተሳትፎ ኮሌጃት ዝተኻየደ ሻድሻይ ፌስቲቫል ካብ ዝሓለፈ ፌስቲቫላት ዝጸፈፈ ውዳበ ከም ዝነበሮ ብምሕባር፣ ገምጋም ብምክያድ ንዝበለጸ ስራሕ ምድላው ኣገዳሲ ከም ዝኾነ ገሊጾም። ኮለጃትን ዝተፈላለያ ኮሚቴታት ሻድሻይ ፌስቲቫልን ኣብ ዘቕረበኦ ጸብጻባት፣ ሕጽረት ፋይናንሳዊ ዓቕምን ትሕተ ቅርጽን ካብ ቀንዲ ብድሆታት ምንባሩ ተጠቒሱ። ኣብ መወዳእታ ድማ ሻብዓይ ፌስቲቫል ትካላት ላዕለዋይ ትምህርቲ ኣብ ኮሌጅ ስነ ፍልጠት ማይ ነፍሒ ክካየድ ተወሲኑ። ሻድሻይ ፌስቲቫል ትካላት ላዕለዋይ ትምህርቲ፣ ንቕሓት፣ ጽኑዕ ሰረት ንውሑስ ዕቤት ኣብ ትሕቲ ዝብል ቴማ ካብ ዕስራን ሽዱሽተን ክሳብ ዕስራን ትሽዓተን መጋቢት ኣብ ኮሌጅ ስነፍልጠት ጥዕና ኣስመራ ከም እተኻየደ ይፍለጥ።
ትምህርቲ ቀንዲ ረቑሒ ንህንጸት ሃገርን ህዝብን ስለ ዝኾነ ብወለድን ተምሃሮን ልዑል ቆላሕታ ክህቦ ኣማሓዳሪ ንኡስ ዞባ ማእከል ደንካልያ ኣቶ ሙሳ ሓጂ ኣዘኻኺሮም። ምስ ተምሃሮ ማእከላይ ደረጃ ኣፋምቦ ኣብ ዝገበሮ ርክብ ኣቶ ሙሳ፣ ክብርታት ሕብረተሰቦም ወሪሶም ብዲሲፕሊን ዝተሃንጹን ብቑዓትን ኣፍረይትን ዜጋታት ክኾኑ ክጽዕሩ ብምልባው፣ ወለዲ'ውን ኣብ ምምእዛንን ምክትታልን ደቆም መሪሕ ተራ ክጻወቱ ትጽቢት ከምዝግበር ኣስሚርሎም። ኣቶ ሙሳ ኣስዒቡ፣ መንግስቲ ኣብ ጽላት ትምህርቲ ገዚፍ ወፍሪ ኣብ ዝገብረሉ ዘሎ እዋን፣ ዕድሚኦም ንትምህርቲ ዝኣኸለ ጥራይ ዘይኮኑ ኣቦታትን ኣዴታትን'ውን ከይተረፉ ብመደብ ትምህርቲ ንዓበይቲ መሃይምነት ከጥፍኡን ክመሃሩን ብዝለዓለ ይስራሕ ከምዘሎ ኣብሪሁ። ኣብያተ ትምህርቲ ኣካዳሚያዊ ትምህርቲ ጥራይ ዘይኮነ፣ ክብርታት ሕብረተሰብ ዝውረሰሉን ብዲሲፕሊን ዝህነጸሉን ትካላት እውን ከም ዝኾና ብምግላጽ ድማ፣ ተመሃሮ ነዚ ተገንዚቦም መጻኢኦም ኣብ ምጥጣሕ ክጽዕሩ ተላብዮም። ተሳተፍቲ ብወገኖም፣ ወለዶም ንዘይረኸቡ ዕድል ትምህርቲ ብምርካቦም ዕድለኛታት ምዃኖምን ብግቡእ ከም ዝጥቀሙሉን ብምርግጋጽ፣ ኣብ ቤት ትምህርቶም ዘላ ቤት ንባብ ሕጽረታታ ክፍታሕ ጸዊዖም።
ጨንፈር ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ኣብ ሽቱትጋርት ጀርመን ኣብ መዓስከር ድርድነን ንዝርከቡ ተኣለይቲ ስንኩላን ዝውዕል ዝተፈላለየ ሓገዝ ኣበርኪቱ። ዋና ጸሓፊ ናይቲ ጨንፈር ኣቶ ዳዊት ግርማይ ንኤሪና ኣብ ዝሃቦ ሓበሬታ፣ እቲ ሓገዝ መቐጸልታ ናይቲ መደባት ማሕበር ንምዕዋት ክገብርዎ ዝጸንሑ ምትሕግጋዝ ከም ዝኾነ ብምሕባር፣ ኣብ መጻኢ'ውን ብዝለዓለ ክቕጽልዎ ምዃኖም ገሊጹ። ነቲ ሓገዝ ዝተረከቡ ስንኩላን ተጋደልቲ የማነ ኣውዓሎምን ዛይድ በየነን ብግዲኦም፣ ብኣባላት ጨንፈር ሽቱትጋርት ዝግበረሎም ሓገዝን ምትብባዕን መርኣያ ናይቲ ንጽጉማት ወገናት ናይ ምሕጋዝ ክቡር ባህሊ ህዝቢ ኤርትራ ከም ዝኾነ ብምምልካት፣ ዕለታዊ ንጥፈታቶም ኣብ ምዕዋትን ሞራላዊ ሓይሊ ንክረኽቡን ልዑል ኣስተዋጽኦ ከም ዝገብር ኣነጺሮም። ጨንፈር ማሕበር ሓርበኛታት ስንኩላን ኲናት ኤርትራ ኣብ ሽቱትጋርት፣ ኣቐዲሙ'ውን ብሽግለታታት፣ ሞራኹስ፣ ዓረብያታት፣ መድሃኒትን ካልእን ዘጠቓለለ ሓገዛት ንተኣለይቲ ስንኩላን ከም ዘበርከተ ይፍለጥ።
ኤርትራውያን ነበርቲ ሪፓብሊክ ደቡብ ሱዳን ጽምብል መበል ዕስራን ኣርባዕተን ዓመት ናጽነት ንምድማቕ ዝተፈላለየ ንጥፈታት ከካይዱ ከምዝጀመሩ ካብ ጁባ ዝበጽሓና ሓበሬታ ኣመልኪቱ። ኣምባሳደር ኤርትራ ኣብታ ሃገር ኣቶ ዮውሃንስ ተኽለሚካኤል ምስ ባይቶ ማሕበረ ኮም ኣብ ዘቃነዖ ኣኼባ ብዛዕባ'ቲ መደባትን ተሳትፎ ዜጋታትን ብሰፊሑ ከምተዘራረበ እቲ ሓበሬታ ብተወሳኺ ኣረዲኡ። ኣቦ መንበር ኣዋሃሃዲ ሽማግለ በዓላትን ኣቶ ትካቦ ፍስሃየ ብወገኑ፣ ድሮ ዋንጫ ናጽነት መን ዓተረ? ኣብ መንጎ ሽዱሽተ ጋንታታት ውድድር ኩዕሶ እግሪ ይሰላሰል ከምዘሎ፣ ጉጅለ ባህሊ ራእይ ድማ ካብ ዝሓለፈ ወርሒ መጋቢት ጀሚራ ብቐጻሊ ልምምድ ተካይድ ምህላዋ ኣነጺሮም። ኣብ መወዳእታ ባይቶ ማሕበረኮም፣ ነቲ ብምኽንያት ምቕያር ዓድን ካልእ ምኽንያታትን ተፈጢሩ ዝጸንሐ ናይ ኣካየድቲ ሃጓፍ ንምምላእ፣ ብግዝያውነት ዝመርሑ ኣቦ ወንበር፣ ምክትል ኣቦ ወንበር፣ ሓላፊ ፋይናንስን ሓለፍቲ ማሕበረኮም መሪጹ። ውድድር ኩዕሶ እግሪ ንዋንጫ ናጽነት ክሳብ ዕስራን ሰለስተን ጉንበት ክቕጽል ምዃኑ ካብ ኣወሃሃዲ ሽማግለ ዝተረኽበ ሓበሬታ ኣረጋጊጹ።
ኣብ ን ዞባ ዱባርዋ ብብሕቲ ዝውነን ማእከል ስልጠናን ኣገልግሎትን ቴክኖሎጂ ንቑሕ ደመና ብዝተፈላለየ ዓውድታት ንልዕሊ ሰለስተ ኣዋርሕ ዝሰልጠኑ ሰላሳን ሓደን ተመሃሮ ብ ዕስራን ሽዱሽተን ሚያዝያ ተመሪቖም። እቲ ስልጠና ሓፈሻዊ ኤሌክትሮኒክስ፣ ግራፊክስ፣ መሰረታዊ ትምህርቲ ኮምፒተርን ቋንቋ እንግሊዝን ዘጠቓለለ ኮይኑ፣ ብግብርን ክልሰ ሓሳብን ዝተሰነየ ምንባሩ ኣካያዲ ስራሕ እቲ ትካል መምህር ተኽለሃይማኖት የማነ ኣብቲ ናይ ምምራቕ ስነ ስርዓት ገሊፁ። ኣብ ጨንፈር ሚኒስትሪ ትምህርቲ ዞባ ደቡብ ሓላፊ ኣሃዱ ምክትታል ሞያዊ ስልጠና ኣቶ ያቆብ ፀጋይ ኣብ ዘስመዖ ቃል ድማ ንተመረቕቲ ዮውሃና ድሕሪ ምባል ዝቐሰምዎ ስልጠና ብተወሳኺ ትምህርትን ንባብን ከማዕብልዎ ኣዘኻኺሩ። ስልጠንቲ ኣብ ዝሃበዎ ርኢቶ፣ ዝቐሰምዎ ፍልጠት እዋናውን ምስ ኣካዳሚያዊ ትምህርቶም ዝሳነን ምዃኑ ጠቒሶም፣ ንተገዳስነትን ኣብዮትን መምህራን እቲ ትካል ኣመስጊኖም። ማእከል ስልጠናን ኣገልግሎት ቴክኖሎጂ ንቑሕ ደመና፣ ኣብ ክልተ ሽሕን ዓሰርተ ሰለስተን ብወግዒ ካብ ዝጅምር፣ ዛጊት ሚእትን ዓሰርተን ተማሃሮ ብዓውድታት ምሕደራ፣ መርበብ ኮምፒተር፣ ኤለክትሮኒክስ፣ ግራፊክስ፣ መሰረታዊ ትምህርቲ ኮምፒተርን ቋንቋ ኢንግሊዝን ከም ዘሰልጠነ ሰነዳቱ የመልክት።
ዝኸበርኩም ተኸታተልትና ሃገራዊ ዜናታት ሒዝና ድሕሪ ዝሓጸር መሰጋገሪት ክንምለሰኩም ኢና። ምክትታልኩም ክትቅጽሉ ደጊምና ንዕድም።